ብስሚላ ኣልሓምዱሊላ ወሰላቱ ወሰላም ዓላ ረሱሊላሂ ሰለላሁ ዐለይሂ ወሰለም ክቡራት ኣሕዋት ከምኡውን ኣሓት ኣብ ኩሉ ቅርኒ ዓለም ትርከቡ ሰላሙላሂ ዓለይኩም ወረሕመቱላሂ ወበረካቱ ሰላምን ራህዋን ጥዕናን ክህልወኩም እንዳተመነኹ እንሻላ ኩሉ ዓመት መፅ ንዘኻኸረሉ ጉዳይ እንተሎ ብዛዕባ በዓላት ኣብዚ ናይ መጨረሻ ኣብ ክሪስማስ ወይ ከዓ ኣብ ዲሰምበር ናይ መጨረሻ ከም ዝፍለጥ ብዙሓት ኣብ ኤሮፓን ኣሜሪካን ካናዳን ካልእን ብዙሕ ፈተናታት ወይ ከኣ ቻለንጅስ ምስቲ ፋሚሊ ዘለዎም ምስቲኦም ዝተወለዱ ቆልዑ ታውቁ እቲ ባህልን እቲ ዲንን ጽቡቅ ጌሮም ኣትሪሮም ዘይፈልጡን ከምኡውን ገለ ገለ ኣብ ካብ ዲን ኢንፎርሜሽን ዝረሓቁን እንሻኣላህ ኩሉ ግዜ ዓመት ዓመት እንዳመጸ ሰብ ኣብ ሶሻል ሚድያ ዘዘክር ጀዛኩሙላህ ኸይር ከምኡ ውን ኣነ ነብሰይ ንዓኹም ክዘክር መጽየ ኣለኹ እንሻኣላህ መዛዕባ ኣልእሕቲፋሉ ቢልዓያድ ኣልኩፋር ቅድሚ ኣብቲ ርእስቲ ምእታወይሲ ቁሩብ ክነቃልሎ ክፍትን እንሻላ ሓደ ሓደ ሰብ ኣካብድ የብሎ እዚ ጉዳይ እዚ ከረንሲ ከም ንፈልጦ ኩልና ኣብ ዓዲ እቶም ክርስትያን ጎረባብትና መርዓ ክገብሩ እንከለዉ እንታይ ይብሉ ትዝክሩ እንተደኣ ኮንኩም ነዲ ሓጂያ ፋጥማ ወይ ከዓ ኣቦይ ሓጂ መሓመድ ንበይኖም ግበሩሎም ካብቲ ስጋ ከይትንክፍ ናይ በይኖም ሕርዶት እንተደኣ ተኸይሩ ሕርዶት ይገብሩሎም እቲ ስዋ ድዩ ወይ ትመስተ ካብኡ ኣርሕቑሎም ናይ በይኖም ግበሩሎም ተባሂሉ እቲ ውራዮም ይሓልፍ ትኸይድ ብኽብረት ከምቲ ንስ ንሕና ውን ከምኡ ክትገብር እንከለኻ ንዕኦም ዝምልከት ብጽቡቕን ብፍቕርን ብፍቕሪ ክብል ከለኹ ብሕውነትን እቲ ዝብል ዘሎ ኣብ ጎረባብቲ ይኹን ከባቢ ከም ዓዲ ከም ሃገር ከምዚ ኢልና ሓሊፍናዮ ማእዛል ከምኡ ሰብ ይሓልፎ ኣሎ። እዚ እቲ ጽቡቕ ባህሊ ወቲ ጽቡቕ እቲ ሙዓመላ ዘለና ምስቲኦም ካልእ ሃይማኖታት ዘለዎም ከም ክርስትና ኣብ ዓድና ማለት እዩ እዚ እቲኦም ክርስትያን ፈሊጦሞ ኣቢ ሓጂ ሲ እቲ መስተ ንዕኦም ሓራም እዩ ኢሎም ስለ ዝፈለጥዎ ኣኽቢሮም ካብ መስተ ዝረሓቐ ቦታ ካብቲ ሕሩዶት ወ ሱብሓን ኣላህ ወቲ ሕሩዶት እንሻኣላህ ኺላፍ በይን ኣህለል ዒልም ግን ኻላስ እስከ ንበሎ ከምቲ ዝሓለፍናዮ ኣይብላዕን እዩ ተባሂሉ ግን እንታይ እዩ እቲ ኣሻህድ የኽብርዎ እቲ ሰብ እውን ከምኡ ተኸባቢሩ ይሓልፍ ብፍቕሪ ብሕውነት ብሕውነት ብምኽብባር ከምዚ ዓይነት ይሓልፍ። ሕጂ ደኣ እንታይ እያ እታ ዓባይ ነገር ኮይና? ስብሓናላህ እቲ በዓል ክመጽእ እንከሎ ከም ክሪስማስ ክነፍልጦም ኣለና ከምቲ ንሳቶም እቲ መስተ ሓራም ምዃኑ ፈሊጦም በል ብልዓክስ የኽብሩኻ ኣቦይ ሓጂ መሓመድ ምስ መፁ ካብ መስተ ድረሓቐ ኮፍ ኣብልዎም ኢሎም ስነ ስርዓት ገይሮም ዘብሉኻ እዚ ውን ከምኡ ያኒ ክሪስማስ እኮ ኣስላም እኮ እንኳዕ ኣብፀሓካ ይብሉን እዮም ንምንታይሲ እወ እቲ ናቶም ጎይታ ኣይወልድ ኣይውለድ ቁል ሁወ ላሁ ኣሓድ ኣላሁ ሰመድ ለም የሊድ ወለም ይውለድ ወለም የኩን ለሁ ኩፍዋን ኣሓድ እዚ እቲ ሃይማኖትና እዩ ንኣምነሉ እዩ ረቢ ስብሓን ወተዓላ ሓደ እዩ ኣይውለድ ኣይወልድ ዘልኣለማዊ ህይወት ዝነብር ኣይመውት ሓጋዚ የብሉ ብነብሱ ዝቆመ ኣላህ ስብሓን ወተዓላ እዚ ናይ ኣስላማይ ፊንዳሜንታል እቲ ኣሳስ ዝኾነ ተውሒድ እንኣምኖ ከም ኣስላም ኢና ንሳቶም ከኣኒ እቲ እምነቶም እቲ የሱስ ዝውለድ እዩ ይብሉ እቲ እምነተይ ይገራጨሉ ስብሓን ኣላህ እቲ መስተ ፈሊጦሞሲ ካብ ኣቦይ ሓጂ መሓመድ ኣርሒቐሞ ፈማእባእሉና እምበኣር እቲ ዝኸበደ ኣብ እምነትና ኣፌክት ዘምጻልና ነገር ካብኡ ዘይንነግሮም ንምንታይ ደኣ እንታ ሙስጠፋ ዓርከይ እንታይ ደኣ እንኳ ሓጎሰካ ዘይበልካኒ ብ ክሪስማስ ኣንታ ዮሴፍ ዓርከይ ወይ ከምዚ ዓርከይ እዚኣ ሃይማኖት እኮ ብእስልምና ኣይትፍቀድን እያ ንሕና ሓደ ረቢ እንዳበልናስ እዩ ንስኹም ክኣ ተወሊዱ ረብና ትብሉ ንሕና ረብና ክኣ ኣይውለድን እዩ ስለዚ ምስቲ እምነትና ድጻረር ስለ ዝኾነሲ ንኹም እየ ከምቲ ኣብ መስተ ሓራም እዩ ኢልካ ዘላለኻዮ ዘፍለጥካዮ እዚኣ እውን ከምኡ ኣላልዮ ቅድሚ ሕጂ ድኣ እንታይ እዮም ኣቦታትና ከምኡ ዘይነበሩ ከመይ ደይተገበረን ዝብል ሕቶ ዘይምፍላጥ ክኸውን ይኽእል ከይፈለጥዎ ሓሊፎም እንኳዕ ሓጎሰካ ቅዱስ በዓል ዮሓንስ እንኳዕ ሓጎሰካ ከምዚ ሜሪ ክርስመስ ሜሪ ክርስመስ ማለት እኮ እቲ የሱስ እቲ ጎይታ ትብሎ ዘለኻ ተወሊዱሉ ኣሎ እንኳዕ ሓጎሰካ እቲ ሰሊብ ናትካ ወይ እቲ ዘለኻ ሃይማኖት ኣብ ጽቡቕ ኣለኻ እንተ ፈይጥካ ማለት እዩ እዚ ከምዚ ማለት እዩ ስለዚ ከምቲ መስተ ንዓና ሓራም ምዃኑ ፈሊጦም እቲኦም ካልእ ሃይማኖት ንዓና ዘኽበሩና ከምኡ ውን እዚ እዚ መዓልቲ እዚ እንቋዕ ሓጎሰካ ክብሎ ወይ ከኣ ኣብ ገዝኡ ከይደ ምስኡ በዓል ከኽብር ወይ ነቲ ዝመሳሰል ንዕኡ ከም ሓደ ሳንታ ኣምጺኻ ወይ ከኣ እቲ ጸዓዳ ጭሕሙ ሰብኣይ ኣምጺኻ ኣብ ገዛ ምግባር ወይ ባምቡላ ምግባር ወይ እቲ ኦም ኣምጺኻ ብ ፍዮሪ እዚ ኩሉ እዚ እንታይ እዩ ንሃይማኖትና ድጻረር እዩ ሕጽር ዝበለ ንሕና ኣስላም ኢና ኣላህ ስብሓን ወተዓላ ንኣምን ሓደ ኣይወለድ ኣይወልድ ዘልኣለማዊ ዝነብር ኣይመውት ዘልኣለማዊ ህይወት ንዕኡ ዝኾነ ጎይታ ሱብሓነሁ ወተዓላ እቲ ካልእ ሃይማኖት ግን ነዚ ሃይማኖትና እዚ ድጻረር ምስ ዝኸውን ሽግር የብሉን መርዓ እንተ ጸዊዖምና ክንከይድ ጎረባብትና እንተ ኮይኖም ጊፍት ሒዝናሎም ክንከይድ ጊፍት ሒዞምልና ክመጹ ሽግር የለን እዚ በዓል እዚ ግን ከምቲ Again ይደጋግማ ኣለኹ ንምንታይ ያኒ እቲ ዝሓለፈ ሂወት ከምዚ ሓሊፉሲ ኣብዚኣ እዋን እዚኣ ብዙሕ ሰብ እንታይ እዩ እሞ ከይብሉና ኣብ ዒድ እኮ ንሶም መጹና እዮም ከምዚ እኮ ይገብሩልና እዮም እዚ ማለት ኣይትጻላእ ጽልኣዮም ወይ ከኣ ካልእ ካልእ ግበር ማለት ኣይኮነን ብሕጽር ዝበለ ኤግዛምፕል ሂበኩም እየ ኣብታ መርዓ ከመይ ጌርና ንሓልፍ ኔርና ኣብቲ መርዓ ናይ ክርስትያን ምስ ከድና ከምቲ ንሳቶም ኣኽቢሮም መስተን ሕርዶትን ናትና ሃይማኖትና ዘፍቅደልና ፈሊጦም ከምዚ ሓደ ዘኽበሩና ወከዛሊክ እዚ መዓልቲ እዚ ከኣ ብኣና በቶም ኣስላም ስለ ዘይፍቀድ ብኸምኡ እየ ዘይመጻኹ ሕጽር ዝበለ እምበር ጽልኢ ካልእ ካልእ ኣይኮነን። እዚ እቲ ሃይማኖተይ ዝእዝዘኒ እዩ ኢልናሲ እንታይ ንግበር እንታይ ድበሃል ሙጃመላ ሰብ ዝቐትሎ እዚኣ ንምንታይ ኣምፅያሲ መብዛሕትኡ ግዜ ኣብዚኣ ቶፒክ እዚኣ ክንዛረብ ከለና ወይ ዲስካሽን ክመፁ እንከሎሲ መብዛሕትኡ ግዜ ኣብ ምንታይ እያ ትውዳእ ኣብቲ ሙጃመላ እሞ ከምዚ እንዲዮ እሞ ዓርከይ እንዲ እሞ መሓዛይ እንዲያ እሞ ጎረቤተይ እንዲ እሞ ገለ Again እዚ መዓልቲ እዚ ኣብ እስልምና እንታይ እዩ ሬድ ላይት እዩ ቀይሕ እንታይ ሽሙ እዩ ላይት እዩ መብራህቲ እዩ ክትጥሕሶ ኣይግባኣን እዩ ንምንታይ እዚ መዓልቲ እዚ ክርስትያን ነቲ ጎይታ ኢሎም ዝኣምንዎ ተወሊዱ ኢሎም ስለ ዘኽብርዎ ኣነ ኸኣ መጽየ እንኳዕ ሓጎሰኩም እንኳዕ እዚ ጎይታኹም ተወለደልኩም ክብል ከም እስላማይ መጠን ስለ ዘይፍቀደለይ ሃይማኖተይ ስለ ዝኣዘዘኒ እዩ

ከምዚ ሕጂ ክሪስማስ ሃይማኖት እዩ ስለዚ ንዖም ክንመስል የብልናን ማለት ኣከዳድናም ከምኦም ክንክደን የብልናን ኣብ ገዛውትናም ልቺ ምብራህ ድዩ እቲ ኦም ኣምጺና ድዩ ክንገብር የብልናን ንዕኦም ዝምልከት እዩ እዚ ከም እስላማይ ንዓይ ኣይምልከተንን እዩ ደቅና ኣብታ መዓልቲ እቲኣ ፍሉይ ኦኬዥን ክንገብረሎም ወላ ከይስምዖም ኢልካ ንዕኦም ከተመሳስላ እዚ ኩሉ እዚ ካብ እስልምና ዝረሓቀን ክንጥንቀቀሉን ዝግበኣና እዩ ላ ሚን ጣዓም ወላ ምግቢ ስፔሻል ምግቢ ማለት ኣብኡ ዝተሓረደ ምግቢ ሕርዶት ናቶም ኣብቲ መዓልቲ እቲ ኣይንበልዕን ኢና ወላ ሊባስ ከምኡ ውን እቲ ንሃይማኖት ዝምልከት ኣከዳድና ንሳቶም ዝኽደንዎ ኣይንኽደንን ኢና ወላ እቅቲሳል ኣብታ መዓልቲ እቲኣ ኖርማል መዓልቲ ንዓና ንዓኣቶም ዒዶም እዩ ንዓና ከም ኣስላም ግን ኖርማል መዓልቲ እዩ ኣብኡ ስፔሻል ምኽዳን ወይ ከዓ ምሕፃብ ኣይፍቀደናን እዩ ኖርማሊ ደይሊ ትሕፀብ እንተኾንካ ሽግር የብሉን ናዓም ወላ ይቃድ ኒራን ከምዚ ሽምዓ ድዩ ወላ መብራህቲ ድዩ ስፔሻል ገዛኻ ከተብርህ ኣይፍቀድን እዩ

ኣህለል ዓልም ኣህለል ዑለማእ ኣለው ካብኡ ኣሰር ናይ ሰይድና ዓሊ ረዲየላሁ ዓንሁ ካብቲኦም ኣብ ሓዊ ዝኣምኑ ኣብቲ እዋን እቲ ሃድያ ይመጾም ኔሩ ኣብቲ በዓሎም ዘይተሓረደ ማለት እዩ ይቕበልዎ ኔሮም ዝብል ኣሰር ኣሎ ስለዚ ብሕጽር ዝበለ እዚ ኣዕያድ እዚ ናቶም ምስቲኦም መተዓብይቲ፣ ጎረባብቲ፣ ደቂ ዓዲ still ሕውነት ከም ዘሎ ክብረት ከም ዘሎ ከምቲ ንሕና ትስልምናና ነትዮም ካልኣ ሃይማኖታት ከነኽብሮምን እንተ ተሸጊሮም ክንረድኦምን ንጎረባብቲ ሓቅን ሓሊናን ንኸደሎም ንሶም ውን ከምቲ ዝጠቐስክዎ ከምቲ መርዓ ክገብሩ እንከሎ ውን ካልእ ካልእን ሱብሓነላህ ያዕኒ ከምቲ ዝመሃርናዮም ከምቲ ኣቦታትናን ኣቦሓጎታትናን ብ ባይ ዲፎልት ነቲ ጉዳይ ዘላለይዎም ምስቲ ዲን ኣልኢስላም ኣቢ ሓጂ ክመጹ እንከለዉ ኣንቱም እቲኣ እቲኣ እቲኣ ቴፕ ኣጥፍእዋ ዋላ እቲ እንዳክስታን ኮሎ ሲ ኣቢ ሓጂ ንምንታይ ሙዚቃ ኣይሰምዑን እዮም ኣቢ ሓጂ መስተ ዘለዉ ኣንታ ኣርሕቁሎም ካብዚ ርሕቅ በሉ ኣቢ ሓጂ እኮ ኣብዚ እዮም ዘለዉ ምግቢ ስልሲ ሃብዎም ዘይተተንከፈ እቲኦም ክርስትያን ከምዚ ገይሮም የክብሩካ ንምንታይ እዩ እቲ ዲንካ ከምኡ ስለ ዝኮነ ስለ ዝፈለጡ እዩ ስለዚ እንሻ ኣላህ ንሕና ከኣ ኣይሰማዓና ወይ ከኣ ንሕማቅ ነገር ኣይኮነን እዚ ዲንና እዩ ዲንካ ከኣ ቀዳምነት ዝስራዕ እዩ ብሕማቅ ወይ ከኣ ብባእሲ ወይ ከኣ ብጽልኣት ዘይኮነሲ ዲነይ ኣነ ኣላህ ስብሓን ወተዓላ ኣይውለድ ኣይወልድ ኢለ ስለ ዝኣምን እዚ መዓልቲ እዚ ከኣ ተወሊዱ ኢልኩም ስለ ትኣምኑ ኣነ እዚ መዓልቲ እዚ እንታይ ኢልካ እንተ ተሓቲትካ ብጽቡቅ ናይ ምምላስን ናይ ምርዳእን ናይ ኩልና እንታይ እዩ

እቲኦም ሙሽሪኪን ዝኾኑ ወነሳዋራ ዝኾኑ ካብኦም እንታይ ኩኑ ኻልፍዎም ንዖም ኣይትምሰሉ ኣብቲ መነባብሮና ይኹን ኣብቲ ዒባዳና ይኹን ኣብቲ ላይፍ ስታይልና ይኹን ኣብቲ ኣቃውማና ይኹን ኣብቲ ጭሕምና ይኹን ኣብቲ ኣከዳድናና ይኹን ናይ ባዕልና ኣይደንቲቲ ዘለና ናይ ባዕልና ላይፍ ስታይል ዘለና ከም ኣስላማይ መጠን እቲ ዲን ማለት እዩ እቲ ዲን እቲ ዲን ነክ ዝኾነ ክንስዕቦን ክንኸዶን ዘለና ነገር እዩ እሞ ስለዚ እዚ ዓያድ እዚ ዝመጽእ ዘሎ እንሻኣላህ ነቲ ዝሓተተና ብጽቡቕ ጌርና ከምዚ ዓይነት እዚ ኣረዳድኣ ነቲ ዝመጽእ ዘሎ ጀነሬሽን ከምዚ ጌርና ከነፍልጦ ክንኽእል ኣለና ከምቲ መስተን ሙዚቃን እቲ ሕርዶትን ተረዲእዎም እትዮም ዓዲ እትዮም ደቂ ክርስትያን ደቂ ዓድና ንዓና ከምቲ ራይት ናትና ዝሃቡና ወከዛሊክ እዚ እውን ቅድሚ ሕጂ እንታይ ደኣ ኣይተገበረን ዝብል ሕቶ ኣይፈለጡን ይኾኑ እትዮም ዝነበሩ ካልኦት ዘይፈለጠ ኣላ ስብሓን ወተዓላ እንታይ እዩ እሱ እዩ ዝሓስቦ ስለዚ እትኦም ካብ ሕጂ ንኞው ግን እቲ ትምህርቲ ዝመጻና እቲ ዝተመሃርናዮ እቲ ዝፈለጥናዮ ኣብ ተግባር ከነውዕሎ ብቕልል ዝበለ ኣብ ጽልእን ኣብ ካልእን ከይኣተኻ እዚ መዓልቲ እዚ ባዕልኻ ክትጅምር ሜሪ ክሪስትመስ እዚ ሙተፈቅ ዓለይ ሓራም በል ካብ ኮንግራጁሌት ብመስተ ወይ ከዓ ብካልእ ካልእ ካብ ትገብር እዚ ሜሪ ክሪስማስ ክትብል ዝኸፍኤ እዩ ንምንታይ እቲ ንሃይማኖት እቲ ጎይታኻ ዝተወለደሉ እንኳዕ ሓጎሰካ ትብል ስለ ዘለኻ እንተ ሓደ ሰብ ሜሪ ክሪስማስ ኢሉካ ሱቕ በል ኣይትመልሰሉ እንተ ዘይተመለስካሉ ንምንታይ መለስካለይን ከምዚ ዝገለፅኩዎ እንተ ዝርዳእ ኮይኑ እንሻ ኣላ ከምዚ ጌርካ ከተረድኦ ፈትን እንሻኣላህ ነዚ ዝመጽእ ዘሎ ጀነሬሽን እንሻኣላህ እቲኦም ኣብ ጎረባብትናን ኣዕሩኽትናን ዘለዉ ከምዚ ጌርና እቲ ሃይማኖትና ኣብዚ ዝተሞርከሰ ስለ ዝኾነ እዚ ሃይማኖት እዚ ከኣ ከምቲ መስተ ዝኸልከለኒ ከምቲ ደይ ሓላለይ ጓል ኣንስተይቲ ዘይምኻድ ዝኸልከለኒ እዚ ከኣ እዚ መዓልቲ እዚ ከኣ እንኳ ሓጎሰካ ክብል